Hello ዝኸበርኩ ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከኣ ጽቡቕ ክትብልዋ ተስፋ እገብር ሎማዓንቲ ከኣ ብኻልእ ቪድዮ መጺኤክን ኣለኹ እንጆይ ክትገብርኦ ተስፋ እገብር ሓደሽቲ ተኾንክን ሳብስክራይብ ምግባር ኣይትረስዓ መብዛሕትኽን ኣብቲ ዩቱብ ስቱድዮ ኣትየ ክሪኦ ከለኹን ከኣ ሳብስክራይብ ዘይገበርክን ኣሕዋተይ ነዚ ናተይ ትሪኦ ስለ ዘለኽን ሳብስክራይብ ምግባር ኣይትረስዓ እተን ኩሉ ግዜ ሰፖርት ትገብራን ኣሕዋተይ ከኣ ብጣዕሚ እየ ደመስግነክን የቐንየለይ ሎማዓንቲ ኣማዞን ቪድዮ ሒዘልክን መጺ ኣለኹ ሕጂ ብላክ ፍራይደይ እንዳመጸ ስለ ዝኾነ ሽዑኡ ኣጸቢቑ ስለ ድቕንስ ብጣዕሚ ብጣዕሚ ብጣዕሚ ዝፈተኽዎ ነገር ደጋጊመ ድገዛእኽዎ ነገራት ንዓይ ብጣዕሚ ድጠቐመኒ ነገር ሽዑኡ ሴል ክኸውን ከሎ ምእንቲ ክትገዝኦ ኢለ ኣብ መንጎ እንድሕር ጥዒምኒ ከምዚ ናይ ኣቑሑት ገዛ ገለ ንዓይ ኣነ ዝፈተኽዎ ክገብረልክን'የ ግን ብጣዕሚ ቢዚ ስለ ዝኸውን ሓደ ሓደ ግዜ ብቐዳማይ ሕጂ እዚ ክስታይ ከሎ ሓንቲ ሓፍትና ስርሕልና ኢልሃኒ ግን ቢዚ ስለ ዝነበርኩ ኣይሰራሕኩልክን ማለት እዩ ኣብ ከምዚ ብላክ ፍራይደይ ክኸውን ከሎ ወላ እዚ ፕራይም ደይ ገለ ክኸውን ከሎ ማለት እዩ ሶ ብጣዕሚ ኣነ ዝፈትዎ ነገር ብጣዕሚ ንዓይ ዝጠቐመኒ ነገር ሒዘል ክንመፅ ኣለኹ ቅድሚ ሕጂ ደረኣኹ ኮን ኣሎ ገለመለ ግን በሰለ ብጣዕሚ ኩሉ ግዜ እዚ ክርእየኩም ከለኹ ኣነ ንዓይ ዝጠቐመኒ ፅቡቕ ዝፈተኽዎ ደጋጊመ ዝገዛእኽዎ ነገራት እዩ ሽዑ ሴል ክኸውን ከሎ ክትገዝኦ ብዙሕ ዋግኡ ገለ ክቡር ኣይኮነን ግን ሕዘል ክንመፅ ኣለኹ ማለት እዩ መጀመርያ ብምንታይ ክጅምር ኢና በዚ ናይ ጨጉሪ ናይ ክስታይን ቫይታሚን ካብ መጠን ንላዕሊ እዚ ዋግኡ ሕሱር እዩ ከምቲ ዝበልኩኽን ቅድሚ ሕጂ ኣርእየኪ ነይረ እዚ ሄር ስኪን ኔል ድብል ዝኾነ ናይ ጥዕና ፀገማት እንድሕር ኣለክን ንሓኪም ቅድም ሕተታ ዝኾነ ነገር ከምዛት ኮስታ ከለኽን እዚ ጋሚ ቫይታሚን ግን ካብ መጠን ንላዕሊ እዩ ጨጉርኻ በቃ ፅቡቅ ዝገብሮ ማለት እዩ ኣብቲ ስኪን ገለ ካልእ ቆርበተይ ገለ ካልእ ነገር ስለ ዝገብር ስኪን ኬር ስለ ድካና ኮነ ብዙሕ ክስታይ ኣይረኣኹን ግን ኣብ ጨጉሪ ግን ብጣዕሚ ብጣዕሚ ጽቡቕ ስለ ዝኾነ እዚ ደጋጊመ ድገዝኦ ማለት እዩ እዚ ሄር ስኪን ክስታይ ድብል ኔል ዝብል ክስታይ ሽዑ ከዓ ጎድል እዩ እዚ ክትገዝኦ እንድሕር ደሊኹም ክትገዝኦ ትኽእላ ኢኹም ማለት እዩ ብዙሕ እዩ ዘለዎ እንደገና ዋጋ ከዓ ሕስሩ ሽዑ ከዓ ይቕንስ እዩ ኣጸቢቑ ድጎድል ማለት እዩ ካልእ ኣጋጣሚ ሕጂ ፍሉ ሲዝን ቁሪ ገለ ስለ ዘሎ እዚ ሲ ኢመርጀንሲ ቅድሚ ሕጂ ኣርእየኪ ነይረ መጀመርያ ከምዚ ሰዓል ነገር ክሕዘና ከሎ ጅምር ከብለና ከሎ ከምዚ ሓንቲ ብጥብጥ ኣብልካ እንድሕር ሰቲካ ኣብቲ ማየ ገይረ ስቲ ኣብሎ እዚኣ ወሲደ ብፍላይ ከምዚ ክትሓምም ነገር ሰዓል ገለ እንድሕር ደሊያ እንድሕር ደሊኻ እዚኣ ውስድ ኣቢለ ኣድቢሉ ውስድ ኣብል በቃ ገይሩ በቃ ክስታይ ይኸውን ማለት እዩ እዚ ብጣዕሚ እየ ዝፈትዎ ብጣዕሚ ይጠቅም ቅድሚ ሕጂ ኣርእየክ ነይረ እዚ ሲ ኢመርጀንሲ ኩሉ ግዜ ክህልወና ከሎ ፅቡቅ እዩ ኣብ ኣማዘን ኣሎ ሕጂ እዚ ቤስት ናምበር ዋን ቤስት ሰለሪ ኣብ ኣማዘን So ነዚ ክስታይ ክኾን ከሎ ከምዚ ኣራንሺ ብጽብጽ ሰበርካዮ መብዛሕትኹም ትፈልጦ ኢኽን ዘይትፈልጡ ኣሕዋተይ ግን እዚ ከምዚ ፓውደር ነገር ኣብ ማይ እቲኻ ነዚ ነዚ ሕጂ ዘሎ ቁሪ ገለመለ ጠቕመካ ማለት ሕጂ ሰዓል ገለመለ ስለ ዝሕዘና ማለት እዩ ካልእ እንታይ ከርእየክን ደልየ እዚ ኤጅ ቡስት ኤጅ ኮንትሮል ከኣኒ እዚ ነዚ ጸሊም ኣብዚታትካ እንድሕር ክፍት ክፍት ድበለለና ወይ ዝኾነ ነገር እንድሕር ክንሽፍደልና ኣብዚ ገለ ከምዚ ክፍት ክፍት ድበለ እዚ ኤጅ ኮንትሮል ብጣዕሚ ዝፈትዎ ኤጅ ኮንትሮል ጸሊም ነዚ ዝጭቃ እዩ ድመስል ከምዚኣ ጌርክን ከምዚኣ ጣዕጣዕጣዕ ተብል ኣብዚኣ ምትክን ማለት እዩ ነዚ ጋህጋህ ድበለ ነገር ክስታ ይገብሮ እዚ ብጣዕሚ ድፈትዎ ኤጅ ኮንትሮል እዩ ቅድሚ ሕጂ ኣርእየክን ነይረ እዚ ከዓኒ ኣብቲ ዲስክሪፕሽን ባክስ እዚ ኩሉ ሕጂ ክስእሎ እየ ድሓር ክዝክሮ ምእንቲ መብዛሕትኡ ግዜ ከምቲ ድብለክን ብዩ ዝኸውን ኮመንት ዘይምለስኩልክን ሕዋት ኣይደለኸን ከዓ ሰውሪ ክምልሰልክን እየ መንቀነ ብጣዕሚ ቢዚ ስለ ዝኮነኩ ከም ብቅን ትማሊ ገለ ቢድዮ ክሰርሕ ሓሲበ ነይረ ግን ሓደ ሓደ ግዜ ቢዚ ኮን ምስ ቆልዑት ምስ ስራሕ ገለ እምበር በቃ ክምልሰልክን እየ እንዳበልኩ ደይምለስኩልክን ሕዋት ኣለክን ክምልሰልክን እየ ካልእ ከዓኒ እዚ ናይ ገጽ ከዓ እዚ ደድሲ ማድ ማስክ ዝብል ከም ጭቃ ነገር ከዓ እዚ ሕጂ ናይ ገጽ ማስክ ከም ሕጂ ዝርእየክን ኣርእየክን እዚ ግን ንምንታይ ይጥቀሙ ስ ከምዚ ገጽካ እንድሕር ዝኾነ ፈጸጋታት ገለ እንድሕር ወፂካ በቃ እዚ ኣፅሪ እዩ ደብሎ ከም ጭቃ ከምዚኣ ናይ ከም ጭቃ ነገር እዩ ንሱ ምስ ገበርካሉ ገፅካ ብጣዕሚ ክስታይ ገብሮ ማለት እዩ ቅድሚ ሕጂ ኣርእየክን ነይረ እዚ ብጣዕሚ ፅቡቅ እዚ ጭቃ ዓይነት እዚ ከምዚ ዓይነት ኮይኑ ገፅካ ልምፅ ኣብሎ ከምዚ ናይ ገፅ ማስክ ብፍላይ ፅቡቅ ንድሕር ኮይኑ ኬሚካል ዘለዎ ገለ ኣነ ኣየርእየክኒ እዚ ዘርእየክን ኩሉ ኣንቢበ ረቪው ሪኦ ኩሉ ነገር ፅቡቅ ፅቡቅ ዝበልኩ እየ ደምፅኣልክን ሶ እዚ ናይ ጭቃ ከኣ ማስክ ኣብ ሰሙን ኣትሊስት ሓደ ግዜ ክልተ ግዜ ኩሉ ግዜ ገጽና ክስታይ ክንገብረሉ ኣለና እዚ ማስክ ገለ ኣጽሪ ይደብሉ ነቲ ረስሓት ኣብ ገጽካ ደሎ ነቲ ደድ ስኪን ገለ ማለት እዩ ካልእ እዚ ክፍትና ኢለ ገዚኦ እዩ እዚ ከዓ ድበለጸ እዚ ናይ ሰንተላ ከዓ ሰንተላ ስኪን ኬር የርእየክን መብዛሕትኡ ግዜ ጓለይ ክትመፅእ ሕጂ ኩሉ ግዜ ኣጋጣሚ ከምዚኣ ሰዓት እንዳግበርኩ ሓንሳብ ጠጠው ከብላ እዛ ቪድዮ እዚ ግን እዚ ሰንተላ እዚ ናይ ገጽ ማስክ ከምኡ ዓይነት ኮይኑስኒ እዚ ከኣኒ ስቴክ እንድዩ ጽቡቕ እዩ እዚ ከምዚ ጌርካ ከምዚ ትገብሮ ማለት እዩ ትገጽካ ጭቃ እዩ እዚ ደሓር ሕጽብ ብኢደክ ደሓር እዚ ፅቡቅ ትሰንተላ ከዓ ኮርያን ስኪን ኬር ብጣዕሚ እየ ድፈቱ ቅድሚ ሕጂ ናቱ ክስታይ ብዙሕ ኣለኒ ወላ ሳንስክሪን ከርእየክን እዚ ሳንስክሪን ናቱ ኣሎ ብዚ ማለት እዩ እዚ ሰንተላ ስኪን ዋን ኦ ድብል ብራንድ ብጣዕሚ እየ ድፈቱ ብጣዕሚ ፅቡቅ ብራንድ እዩ እዚ ከዓ እዚ ከዓኒ ብኢድካ ገለ ክሕዝካ ከለካ ገጽካ ግብር ግብር ተብለሉ በቃ ብጣዕሚ ጽቡቅ ዝገብሮ ገጽካ እቲ ናይ ኮርያን ስኪን ኬር ደርእየክን ወላ ሓንቲ ጉድኣት ዘይብሉ ዝጠቅመካ እቲ ገጽካ ዝጠቅም ጥራሕ ዘለዎ ኩሉ ነገር እዩ ወላ ሓንቲ ገጽካ ኣያባላሽወካን እዩ ዝበለጸ ኢንግሪድያንት እዩ ዘለዎኡ ማለት እዩ ኣንቢበ ገለ መለ ከምቲ ድብለክን ክስታይ ድገብሮ ድገዝኦ ረቪው ርኤ ኣንቢበ እንታይ እንታይ ትሕዝቶ ከም ዘለዎ ድሕር ኣብ ስቶር ድገዝኦ ኮይነ ከዓ ስካን ገይረ ገለ ጽቡቅ ትኾኑ ትጠቅም ትኾኑ ጥራሕ ሕድጎዞ Anyway እዚ ከኣ እዚ ሰንተር እዚ ከኣ ድሕር ክትፍትንኦ ደሊኽን ኣብቲ ዲስክሪፕሽን ባክስ ክገብረልክን እየ ማለት እዩ ካልእ እዚ ሕጂ ዝኾነ ድሕር ካሜራ ኣብ ካሜራ ስእሊ እንድሕር ተሳኢልና ናብ ቴሌፎንና እንድሕር ክነሕልፎ ደሊና ኮምፒውተር ገለመለ ከይገበርና እታ ክስታይና ወረ ማይወ ካርድ ኣብዚ እቲና ኣብዚኣ ቴሌፎንና ምስ ገበርናዮ ኤክስፖርት ምግባር ጥራሕ እዚኣ ዝበለፀት እያ ኩሉ ግዜ ክርእየክን እብል ኩሉ ግዜ ድርሳዕ እምበር ይሓስብ ኩሉ ግዜ ክጥቀመላ ከለኹ ብጣዕሚ ብጣዕሚ እያ ትጠቅም ቀደም ከምዚ ትራንስፈር ጌርና ገመድ ጌርካ ዋላ ናብ ኮምፒውተር ገለ ኢና ንገብሮ ነርና ሕጂ ግን እዚኣ ሲምፕል ኮይና በቃ እታ ካርድ ካብ ካሜራ ውፅና ጥራሕ ኣብዚኣ ጌርና እዚኣ ቴሌፎንና ነእትዋ ብጣዕሚ ብጣዕሚ ብጣዕሚ እያ ትጠቅም እዚኣ ካብ መጠን ንላዕሊ እያ ትጠቅም so እዚኣ ከኣኒ ኣብ ዲስክርፕሽን ባክስ ክገብረልክን እየ ክትገዝኣ እንተደሊኽን ኣም ናት ሹር ዲስካውንት ክኸውን ድዩ ኣይከውን እዩ ሽዑ ኣይፈለጥኩን ግን ብዙሕ ዓይነት ኣሎ እዚኣ ዝበለጸት ካልእ ኣላ ንእሽተይ ቀደም ጥቀመላ ነበርኩ እዚኣ ግን ብጣዕሚ ድፈትዋ ማለት እዩ እዚኣ ኣብቲ ዲስክሪፕሽን ባክስ ክገብረልክን እየ ተሳኢልክን ኣብኡ ክስታይ ክትገብሮ እተደሊኽን ካልእ ኩሉ ግዜ እንድሕር ጸሊም ጸሊም ኣለና ኣብ ገጽና እዚ ሕጂ ሴል ክኸውን ኢለ ስለ ዝሓሰብኩ ኣምፅኤልክን ኣለኹ እዚ ሴል ይኸውን መብዛሕትኡ ዝዓኒዋ ዝዓኒዋ ቅድሚ ሕጂ ዘርእየክን ነበርኩ ናይ ገፅ ፀሊም ፀሊም ክስታይ ደንግሰልካ እዚ ከዓኒ እዚ ዳርክ ስፓር ኮሬክተር ግሎው ዝብል እዚ ብጣዕሚ ፅቡቅ ስለዝኾነ ግዜ ወስዲ ሽዑ ንሽዑ ገፅና ከምዚ ከሚካል ዝኾነ ነገር ጌርካ ገፅካ ራይደ ወይ ደፅርየልካ ድሕር ተመሊሱ ገፅካ ስታይ ደባላሽዎ ገለ ነገር ኣይኮነን እዚ ክልቲኡ ኮርያን ስኪን ኬር ጸሊም ጸሊም ድሕር ኣለና በትና እዚ ብጣዕሚ ብጣዕሚ ስለ ዝጠቅም ክልቲኡ ክልቲኡ ክንገብሮ ንኽእል ኢና ኣነ ግን መብዛሕትኡ ግዜ እዚ ምሸት ወላ ቀትሪ ክንገብሮ ንኽእል ኢና እዚ ግን ምሸት እየ መብዛሕትኡ ትጥቀመሉ ማለት እዩ ዝኾነ ናይ ፈፀጋ ጸሊም ገለ ንሕር ኣለና ዋላ ጸሊም ጸሊም ግዜ ወስድ ጽቡቅ ስለ ዝኾነ ግን ግዜ ምስ ወሰደ ብጣዕሚ እዩ ገጽካ ጽቡቅ ዝኸውን ማለት እዩ ኣነ ቀደም ገጸይ ጽቡቅ ኣይነበረን ኩሉ ግዜ ዝብለክን ግን ካን ማለ ኩሉ ገዲፈ እዚ ጽቡቅ ጽቡቅ ምግቢ ንበልዖ ድጠቅም ድጠቅም ደይክስታይ ቸም ጃንኪ ደይኮነ ማለት እዩ ደሓር ስኪን ኬር ከዓ ብስነ ስርዓት ከምቲ ኩሉ ግዜ ድብለክን ሳንስክሪን ወላ ኣብ ግዜ ሳመር ወላ ኣብ ግዜ ዊንተር በረድ ከሎ ኣብ ግዜ ዊንተር እንዳገበርኩ ገፀይ ፅቡቅ ገይረዮ ማለት እዩ እዚ ሒዘልክን መፀ ኣለኹ ካልእ ሳንስክሪን እዚ ብጣዕሚ ዝሰንተላ እዚ ፃዕዳ ነገር ኣለዋ ኣርእየክ ነይረ ቅድሚ ሕጂ ብቀዳማይ ግን ነቲ ገፅካ ብጣዕሚ ፅቡቅ ዝገብሮ ዋላ ሜክኣብ ገብር ከለኹ ሕጂ እሱ ገይረ ኣለኹ ሜክኣብ ገይረ ኣለኹ ግን ንሱ ብታሕቲ ገይሮ ኣለኹ ገጽካ ብጣዕሚ እዩ ጽቡቅ ዝገብሮ እዚ ናይ ሰንተላ ስኪን ዋን ኦ ሳንስክሪን እዚ ናቱ ብራንድ እዩ ናቱ ሞይስቸራይዘር ኣርእየኪ ነይረ ናቱ ቶነር ገለ ብጣዕሚ እየ ዝፈትዎ እዚ ብራንድ እዚ ከዓኒ ሳንስክሪን ሕጂ እዚ እየ ዝጥቀም ዘለኹ ክልተ ብሓንሳብ እዩ ዝመጽእ ኣብ ሓደ ማለት እዩ ኣብቲ ዲስክሪፕሽን ባክስ ገብረ እንድሕር ደይገበርክዎ ከዓኒ እንታይ ኣይገበርክዮን ኢልኪ እንታይ ከምዚ ግበርልና እንድሕር ኢልክናኒ ኣብቲ ዲስክሪፕሽን ባክስ ክገብረልክን እኽእል እየ ሓንሳብ ከቋርፃ ሕጂ ጓለይ ስለ ትመፅእ ዘላ ሶሪ ኣጋጣሚ ኩሉ ግዜ እዛ ሰዓት ከምዚኣ ሰዓት ስለ ትጥዕመኒ ኣብ ከምዚኣ ሰዓት እየ ዝገብር ጓለይ ሰዓት ከዓ ስለ ዝኾነ ኣብ መንጎ ወክስት ኣይኮነ ኣቢለ ፀኒሐ ማለት እዩ ኤኒወይ ካልእ እዚ እዚ ዶክተር እቲ ዲብል እዚ ዶክተር ኣልትሪ ፎርቲ ፋይቭ ረሊፍ ክሬም ድብል ከኣ እዚ ሞይስቸራይዘር ብጣዕሚ ፈቴዮ ግን እቲ ኮንቴነሩ እዚታቱ እቲ መትሓዚኡ በቃ ከምዚ ክተውፅኦ ገለ ክስታይ ትኸውን ግን ነቲ ገፅካ ብጣዕሚ ሞይስቸራይዘር ዝገብሮ ሞይስቸራ ክስታይ ዝገብሮ ነቲ ገፅካስ ብጣዕሚ ልስሉስ ዝገብሮ ማለት እዩ እዚ ብጣዕሚ ፅቡቅ ሞይስቸራይዘር እዩ እዚ ዶክተር ኣልት ዝብል እዚ ትሪ ፎርቲ ፋይቭ ረሊፍ ክሬም ነቲ ገፅካ ፅቡቅ እዩ ዝገብሮ ልስሉስ እዩ ዝገብሮ ግን እዚ መትሓዚኡ ክስታይ ስለ ከምዚ ጌርካ ጸድቂ ከምዚ ክስታይ ስለ ዝኾነ ከምዚ ናይ ፎሲ ዓይኒ ነገር ገለ ጎረረና ሶሪ ጎረረይ ቁሪ ስለ ዝኾነ ከምዚ ሰዓል ነገር ገለ ኩሉ ግዜ ሕዘን ኢሉ ዳትስ ዋይ እዚ ዘኪረ ክስታይ ኣምፅልክን እዚ ፅቡቅ ከምሳ ክኾን ከሎ ጎረረኻ ክፍት ኣብለልካ ማለት እዩ ሕጂ እዚ ከኣ ጽቡቅ ሞይስቸራይዘር እዩ ኣብቲ ኣብቲ ዲስክሪፕሽን ባክስ ገብረልክን እየ እንድሕር ትደልዮ ኮንክን ግን እቲ ኮንቴነር ሪኦ ክስታይ ከም ዝኸውን ይጽላኣካ እምበር እቲ ገጽካ ብጣዕሚ ልስሉስ እዩ ድገብሮ ጽቡቅ ሞይስቸራይዘር እዩ እዚ እዚ ከዓ ኣብዚኣ ክገብረልክን እየ ማለት እዩ ካልእ ኩሉ ግዜ እዚ ኣብ ሴል ዝኸውን እዚ ለነጅ ስሊፒ ማስክ እዚ ወላ ንቆልዕት ወላ ንዓና ብጣዕሚ ብጣዕሚ ጽቡቅ ኣብ ኣማዞን ኩሉ ግዜ ፕራይም ደይ ብላክ ፍራይደይ ገለ ክኸውን ከሎ ክስታይ ዝኸውን እዚ ወላ ሓንቲ ካልእ ማል ኣየድልየካን እዩ እቲ ከንፈርካ ዝገርካ ምስ ሓደርካ ከምቲ ዝበልኩክን ኣነ ወላ ሜክኣብ ክገብር ከለኩ ከምኡ ሊፕስቲክ ገለ እሱ ገብሮ እየ ብጣዕሚ ጽቡቅ ገርካ እንድሕር ሓዲርካ ጽቡቅ እዚ ኮርያን ናይ ኮርያ እዩ እዚ ላነጅ ነዚ ከንፈርካ ብጣዕሚ እዩ ኣለስልስ ዘብሎ ብፍላይ ነዚ ዊንተር ሕጂ እዩ ድርቕርቕ ክንብል ኮለና ካብ መጠን ንላዕሊ ጽቡቅ ኩሉ ግዜ ደጋጊመ ክንደይ ዓመት ገዛእክዎ እዚ ናይ ሊፕ ማስክ ከዓኒ ኩሉ ግዜ ሴል ስለ ድኸውን እዚ ከዓ ስፔሻሊ እዚኣ ስትራቨሪ እዚኣ ቤሪያ ትብል እዚኣ እዚ ብጣዕሚ ፅብቕቲ ፅብቕቲ ዝፈትዎ ማለት እዩ እቲ ንኣሽቱ ክስታይ ገዝኦ ከለኹ ወላ ኣብቲ ጀማክስ ክረኽቦ ከለኹ እተን ንኣሽቱ ወላ ንደቀይ ኣብ ቦርሳ ገለ ገብር ማለት እዩ ብጣዕሚ ፅቡቕ ስለ ዝኾነ ነዚ ከንፈርካ በቃ ነዚ ዊንተር ገለ ብጣዕሚ ካብ መጠን ላዕሊ ስለ ትጠቅም ሕጂ ኩሉ ግዜ ከዓ ብሉ ከምቲ ዝበልኩኹን ኣብ ፕራይም ደይ ኣብ ብላክ ፍራይደይ ሴል ስለ ዝኸውን ሕጂ ገይረልክን ክፀኒሐ ድሓርቲ ብላክ ፍራይደይ ምስ ቀረበ ኣብ ካርትኽን ኣድ ኣድ ኣድ ጌርክንኦ ትጸንሓምሽ ደሓር ሽዕኡ ትገዝኦ ማለት እዩ ብጣዕሚ ትጠቅም ትጠቅም ትጠቅም እያ ኩሉ ደምጻልክን so እዚ ከኣኒ ካልእ ከኣ እዚ ዲኣ ኣልባ ከኣ first spray serum ንብል ከኣኒ እዚ ወላ moisturizer ኣይንግበር ወላ ገለ መለ ኣይንግበር እንድሕር ደ ብዙሕ ከምዚ ደይን ክድክስታይ ደይ ንገብር ኮይና ዋላ ኣብ ስራሕ ሕጂ ገጽና እንድሕር ተሓጺብና ክንስታይ ክንከውን ኮይና ድርቕ እንድሕር ኢልካ እዚ ቦርሳኻ እንድሕር ጸኒሑ ነዚ ገጽካ ስፕሬይ ትገብሮ ብጣዕሚ ጽቡቕ ሸክ ትገብሩ ከምዚ ጎልደን ከምዚ ክስታይ ኣለዎ ኣብቲ ላዕሊ ከም ሸግ ጌርካ ትገብሮ ወላ ድሕሪ ሜክኣፕ ክንደይ ግዜ እዛ ኣርእየክን እየ ክንደይ ግዜ ገዚኤ እየ እዚ ማለት እዩ ብጣዕሚ ጽቡቅ ስለ ዝኾነ ቤስት ሰለር ስለ ዝኾነ እዚ ዲ ኣልባ ፍረስ ስፕሬይ ሰሪም ድብል ከኣ እዚ ከኣኒ ካብ ኣማዘን ኣብቲ ካርትክን ጌርክንኦ ጽንሓ ድሓር እቲ ዲስካውንት ምስ ኮነ ኣብኡ ከለኽን ናይ ትገብሮ ማለት ኣጸቢቑ ምስ ጎደለ ካልእ ኩሉ ግዜ እዚ ናይ ሕጂ መዓልታዊ ብዘይ ካልእ ማለት ሓደ ሓደ ግዜ ቐያየር ነይረ ናይ ገጽ ምሕጸቢ ሕጂ ግን እዚ ኣኒዋ ጥራሕ እጥቀም ዘለኹ እዚ ኣኒዋ ገጽ ምሕጸቢ በቃ ሕጂ ደ በስት በቃ ብጣዕሚ ፈተዮ ብጣዕሚ ደጋጊመ ዝገዝኦ ግን ሓደ ሓደ ግዜ ሕጂ ካልእ ብራንድ ዝኾነ ናይ ገጽ ምሕጸቢ ገለ እጥቀም ነይረ ሕጂ ግን ብዘይ ምቁራጽ እዚ ኣኒዋ እሱ ጥራይ እጥቀም ዘለኹ ብጣዕሚ ስለ ዝፈትኹ ንሓንቲ ገጽ ስለ ዘይገብሮ ብጣዕሚ ብዙሕ ዳታ ኣብኡ ዘሎ ኢንግሪድያንትስ ከኣኒ ነዚ ገጽና ዝጠቅም ጥራሕ ስለ ዝኾነ በቃ እዚ እሱ ጥራሕ እየ ዝጥቀም ዘለኹ እዚ እዚ ከኣኒ ኣብኡ ክገብረልክን እየ ኩሉ ኤኒወይ ካልእ እንታይ እዚ ከኣኒ እዚ ቲርቲር ከምዚ ብላክ ፍራይደይ ገለ ከም ዝብለክን ዘሎ ክኸውን ከሎ ኣጸቢቑ እዩ ዝጎድል ድሕር ሰንስቲቭ ክስታይ ኣለክን ገጽ ኣለክን ኣሎ እቲ ሓደ ክልቲኡ ሊንክ ክገብረልክን ክፍትን እየ ልክዕ ከምኡ ከሎስ ክስታይ ድኾማት እዩ ኖርማል ከኣ እዚ ሚልክ ቶነር እዚ ካብ መጠን ንላዕሊ በቃ በቃ ካብ መጠን ንላዕሊ ዝፈትዎ እዚ ናይ ቶነር ማለት እዩ ማይ ፌቨረስ ኦፍ ኦል ዘ ታይም በቃ እዚ ብጣዕሚ ዝፈትዎ ቶነር ብዙሕ ግዜ እየ ዝገዝኦ ብጣዕሚ ክሊረንስ ክስታይ ክኸውን ከሎ ከዓኒ ይጎድል እዩ እዚ እዚ ሕጂ ከምዚታት ክኸውን ከሎ ከዓ ኩሉ ግዜ ይጎድል እዩ ኣብቲ ካርድ ክንጌርክንኦ ፅንሓ እዚ በቃ ብጣዕሚ ብጣዕሚ ስለ ዝጠቅም እዚ ክትገዝኦ ን በቃ ኩሉ ኩላትክን ፈ- ማለት ምስ ፈትኖ እየ ዝብል ምክንያቱ ምስ ፈተንኩ ንኦ ክስታይ ማዕረ ክንደይ ፅቡቅ ምኳኑ ማለት እዩ ነቲ ገፅካ ገፀይ ትሕፅብ ኣቢለ ዝገብሮ ድሓር ሞይስቸራይዘረይ ገለ መለ ሳንስክሪነይ ገይረ ሬክኖ ብጣዕሚ እየ ዝፈትው ኩሉ ግዜ እየ ዝደርእየክን እዚ ከዓ ስለ ዝጎድል ሽዕኡ ኣብ ካርትክን ጌርክንኦ ትፅንሓ ድሓር ኣብቲ ክስታይ ክኸውን ከሎ ክስታይ ትገብሮ ማለት እዩ እዚ ጎድል ድዩ ኣይጎድልኒ ኣይፈለጥኩን እዚ ኤጅ ኮንትሮል እዚ ብጣዕሚ ጽቡቅ ብቀዳማይ ዝረኣኹኽን ማለት እዩ ነዚ ኤጅ ኮንትሮል ኣጸቢቑ ይበጥ ዘብለልካ ነዚ ጨጉርኻ ናይ ቅድሚት ማለት እዩ እንድሕር ነዚ ጸሊም ጸሊም ደሊኽን ሃይድ ኣውት እዚ ከዚ ስትሮንግ ሆልድ ዋተር ቤዝድ ገለመለ ድብል እዚ ናቹራል ዝብላክ ነዚታት እንድሕር ጋህጋህ ድበለ ኣለና ማለት እዩ እንድሕር ጽቡቅ ጌርና ነዚ ክስታይ ክሕዘልና ደሊና ከዓኒ እዚ ድበለጸ ዝበለጸ ዝበለጸ ናይ ኤጅ ኮንትሮል እዩ እዚ ከኣ ኣዚ ይጎድል ድዩ ኣይጎድልን ኣይፈለጥኩን ግን ኣብቲ ዲስክሪፕሽን ባክስ ዝገብረልክን እየ ድሕር ደሊኽን ነዚ በቃ ኣይብልን እዩ ወላ መዓልቲ ዝገበርካዮ ስጋብ ፅባሕ ገለ ኣብኡ ኣሎ ማለት እዩ ትክስታይ እዚ ፅቡቅ ኤጅ ኮንትሮል እዩ እዚ ከዓኒ ብጣዕሚ ስለ ዝፈተኹ ሒዘልክን መፅየ ማለት እዩ ካልእ ኩሉ መብዛሕትኡ ግዜ ሓደ ሓደ ግዜ ኣይ ክሬም ገብሬ ሓደ ሓደ መብዛሕትኡ ግዜ ግን እቲ ትገብሮ ሞይስቸራይዘር ገለ ጽቡቅ ስለ ዝኮነ ብሱ እየ ዝጥቀም ማለት እዩ ነዚ ትሕቲ ዓይኒ ማለት እያ እንድዒ ሕጂ ግን እዚ ግን ክፍትኖ ኢለ ገዚኤ እዩ እዚ ከምዚ ሮል ደለዎ እዚ ሬትኖል ኣን ካላጂን ሮሊን ኣይ ሰረም ዝብል እዚ ብጣዕሚ ፈትየዮ ማለት እዩ እዚ ዓይ እዚ ስታ ኣለዎ እዚ ነዚ ከምታት ቀንዲ ክሳይ ዝገበርኩ እዚ ኣንቢበዮ ግን እዚ ስለ ደለዎ እዚ ክፍትኖ ኢለ ገዚኤዮ ብጣዕሚ ጽቡቅ እዚ ከዓኒ ማለት እዩ ዋግኡ ብዙሕ ክብሩ ኣይኮነን ግን ሕጂ ኣይትግዝኦኦ ምክንያቱ ክንደይ ተሪፍዎ ዶ ኣሎ ብላክ ፍራይደይ ምስ ቀረበ ኣብኡ ጌርክንኦ ትጸንሓ ካልእ እንድሕር ኣሎ ከኣ ክገብረልክን እየ ግን እዚ ጽቡቅ ኣይኮነን ማለት እዩ ሕጂ ለንጠንያው ቅሮ ስለ ዝመጽእ ዘሎ እዚ ዓይንካ ድርቅ እዩ ዝብል ትሕቲ ዓይንካ ዘሎ ገለ ድርቅ እዩ ዝብል ሶ እዚ ምሸት ምሸት እየ መብዛሕትኡ ግዜ ዝገብረሉ ምሸት ከምዚኣ ገይረ ካልእ ስኪን ኬረይ ገለ ምስ ገበርኩ ከምዚኣ ገይረ ገይረ ይሓድር ብጣዕሚ ብጣዕሚ ጽቡቅ ዝፈተኽዎ እዚ ኣይከ ዩ ማለት እዩ ናይ ኮርያ ጥራይ ድገ ዘደለኹ ሎሚ ከምዚ ድብለክን ዘለኹ ዝበለጸ ስኪን ኬር ደለዎም ወላ ሓንቲ ኣብ ገጽካ ጉድኣት ዘይብሉ ዝጠቅም እምበር ዝጎድእ ኣይኮነ ንሱ ሶ እሱ ስታ ገይረ ኣለኹ ማለት እዩ ካልእ እዚ ወላ ኣብ ታርጌት ገለ ክትረኽብኦ ትኽእል ኣይኽን እዚ ኮኮ ሽመር ዝበለ እዚ ናይ ክስታይ ወላ ኣብዚ ስፓርክል ገለ ክኸውን ከውን ድሕር ደልና ክፍት ዝበለ ድሕር ክፍት ዝበለ ክፍት ዝበለ ነገር ድሕር ደልና ኣብዛትካ ከምዚ ብርዕክስቲ ሻይ ንክኸውን ክትገብሮ ትኽእል ኢኻ፣ ግን መብዛሕትኡ ግዜ ኣነ ጨና ክልከ ከለኹ ኣብዚ ከምዚ ገይረ ዝልከዮ እዚ ክስታይ እዚ ባዝሊን ኮኮ ሽመር ድብል ብዙሕ ግዜ እየ ዝገዝኦ እዚ ወላ ኣብ ታርጌት ኣሎ ወልማርት ኣሎ እዚ ግን ኣብ ኣማዘን ከ ኣለክን ኣብ ካልእ ዓዲ ዘለኽን ኣሕዋተይ ማለት እዩ እዚ ከዓ ብጣዕሚ ስለ ዝፈትዎ ኩሉ ግዜ ስለ ዝጥቀመሉ ንጨና ክብለክን ከለኹ ኣብዚ ምስ ገበርካዮ እሱ ጨና ክስኣብ ፕላይ ምስ ገበርኩ ሙሉእ መዓልቲ እቲ ጨና ከኣ ኣይከይን እዩ ማለት እዩ ብዙሕ ግዜ እዩ ዝገዝኦ እዚ ብዙሕ ግዜ እዩ ዘርእየክን እዚ ከኣ ሕጂ በዚ ክገብሮ እየ እሞ ክስእሎ ድሓር ምእንቲ ክብሎ ከለኹ ከይርስዖ ከየትርፍ እሱ ከኣ ኣብኡ ገይረልክን ኣለኹ ካልእ እዛ ኦክያላ ማለት እዩ እዚ ኦክያላ ብቀዳማይ ዝረኣኹኹን ካብ መጠን ንላዕሊ ዘናጥ ብጣዕሚ ዘዘንጠካ ኩሉ ሰብ ዝሓተካ ብጣዕሚ ከዓ ሕሱር ኦክያል ማለት እዩ እዚ ኖርማል ሲምፕል ተኸዲንካ ኖርማል ተኸዲንካ በቃ ሲምፕል ነገር ተኸዲንካ ግን ካብ መጠን ንላዕሊ በቃ ደዘንጠካ ካልእ ነገር ኮይኑ ይስምዓካ እዚ ዝኸበረ ብራንድ ናቱ ክስታይ ማለት እዩ ዝኸበረ ብራንድ ካልእ ኦኬ ያለ ከምዚ ዓይነት ኣሎ ግዛት ልንዑ ዝመስል ማለት እዩ ግን እዚ ድሓሰረ ካብ ኣማዘን ካብ መጠን ንላዕሊ ዝፈተኽዎ ኦኬ ያለ እዚ ኣዘንጥ ይደብለካ እዚ ማለት እዩ ካልእ ኣሕዋተይ መብዛሕትኹን ዓበ ኦኬ ያለ ደይትፈትዎ ኣሕዋተይ ከዓኒ ከምሳ ክስታይ ዘለዎ ሲምፕል ካብ ኖርማል ንገዝእኻ እዚታት ከምሳት ፕሪንት ዘለዎ እዚ ኣቲ ካብ ኣማዘን የገዚእዮ ነይረ ኢለ ሓሲበ ምክንያቱ ዝኸርኢ ከለኹ ነተን ንእሽተይ ዝፈትዋ ኣሕዋተይ ከ ኢለ እየ ረሲሕለ እዚ ሕጂ ብዚ ድራይቭ ክንገብር ኮለና ወላ ወፅእ ኢልና ዋ ክንገብር ኮለና ገለ ካብ ሲምፕል ኦኬ ኣለ ኖርማል ትገብር ከምዚ ጌርካ ዝንጥ ትብል ማለት እዩ ከም ሳት ፕሪንት ዝኾነ ክስታይ ዘለዎ ቀይር ኣብለካ መት ከምቲ ብቀዳማይ ፋሽን ከርእየኩም ኮሎ ክደረኣኹም ጎልፎ ሕጂ ዝኾነ ፕሪንት ኣለዎ ወይ ኮት ፍልይ ዝበለ ነገር እንድሕር ኣለዎ በቃ ቀይር እዩ ዘብለካ እሶ እዚ ኦክያለ እዚ ከኣኒ ፎር ሹር ካብ ኣማዘን እየ ገዚኤ ዝኹን ብዙሕ ኦክያለ ብዙሕ ናይ እዝኒ ገለ ስለ ዘለኒ ሓደ ሓደ ከምዚ ጁሪ ገለ ሓደ ሓደ ግዜ ካበይ ከም ዝገዛእክዎ ኣይዝክሮን እየ ኤኒወይ ግን እዚ ናይ ኣማዘን ኢለ እየ ዝግምት ኣብቲ ዲስክሪፕሽን ባክስ ዝገብረልክን እዩ ፎር ሹር ኦ ኖ ኣማዘን ኣይኮነን ሶሪ ኤችንዲኤም ግን ልክዕ ንዑ ድማ ሳሰል ኣብዚ ኤችንዲኤም ሪኦ ኣለኹ ኣብዚ ኤችንዲኤም ኣለዎ ግን ንዑ ድማ ሳሰል ፎር ሹር ኣለዋ ኣማዘን ገብረልክን እየ ቅድሚ ሕጂ ኣርእየክን ነይረ ከምዚኣ ትመስል ኮርን ክስታይ ዘለዋ እሳ መሲላትኒ እየ ምፅእያ ሶ እዚ ከምዚኣ ኮላትኒ ኣርባዕተ ኣንጎሎ ነገር ናይ ኣማዘን ኣርእየክን ነይረ መስለኒ ሶ እዚኣ ልክዕ ከምኣ ክረክበልክን ካብ ኣማዘን ኣብቲ ዲስክሪፕሽን ባክስ ገብረልክኒ እዚኣ ሒዘ እያ መፅእ ማለት እዩ ካልእ እዘን ፕትሊሰይ ዝገብረን እዚኣ ቅድሚ ቁርብ ቪድዮታት ርኢኽና ነርክን ፒንክ ማለት እዩ ብራውን ኣለኒ ቅድሚ ሕጂ ብራውን ገይረ ኣርእክን ነይረ ብራውን ዝፕትሊስ ማለት እዩ ጨርቁ ብጣዕሚ ጽቡቅ እዚ ኮይኑስ ባድሱት ማለት እዩ በዚ ድልጎም ደሊ ዝክስታይ ቤስት ሰለር ኣብ ኣማዘን እዩ ኩሉ ግዜ ዝገዝኦ ለፐርድ ኣለኒ ብራውን ኣለኒ በርገንድ ኣለኒ ፒንክ ብጣዕሚ ስለ ዝፈቱ ከምዚ ካልእ ሕብሪ መሲልኒ መጀመርያ ምስ ገዛእክዎ እቲ ሓደ ላይት ፒንክ እቲ ሓደ ሃት ፒንክ መሲልኒ ክልተ እዩ ዘለኒ ልክዕ ከምዚ ሓደ ዓይነት ኮይኑ ማለት እዚ ሕብሪ ብጣዕሚ እየ ዝፈትዎ ኣብ ገፀይ ብጣዕሚ እየ ዝፈትዎ ማለት እዩ ብሉዕ ደብለኒ እዚ ፕትሊስ ከዓኒ ነዚ ዊንተር ነዚ ፎል ዊንተር ካብ ብጣዕሚ ከምስ ድሕር ሲምፕል ሲምፕል ከምሳት ንሕር ኣለና ሓንቲ ሓፍተይ እንታይ ለሃ ንብቕ እንታይ ለሃ ብቐዳያ ብቲክታክ ምሰው እንድሕር ደይ መለስኩልካ ኣብ ዩቱብ መዓት ክዳውንቲ ኣለኒ ግን በቃ ስታይ መዓት ክዳውንቲ ከለካስ ምሽ ከምዚ ኣብቲ ኮመንት ኣይመለስኩልኩን ኣለኹ ሶሪ እቲ ምልሰልክ ኣለኹ ብዙሕ ክዳውንቲ ከለና ክዳውንቲ ደለና ደይ መስለና ስቕልና ክዳውንቲ ንገዝእ ተምሳት ቤዚክ ስለ ዘይብልና ማለት እዩ ዝንሕር ኣለና በብ ሕብሩ ጸሊም ድኾነ ወላ ኣብ ግዜ ሳመር ሓጺር ኢዱ ገለ መለ ኣብ ግዜ ዊንተር ፎል ከኣኒ ተምሳት በብ ሕብሩ ቤዚክስ ንሕር ኣለና እንታይ ከም ዝኽደን በቃ ክስታይ ኣይጨንቀካን እዩ ማለት እዩ እንድሕር ስቕና ድኾነ ክዳን ንገዝእ ኮይና ኣገዳሲ ነገር ከም ጂንስ ሌዘር ክገብረልክን እየ ቪድዮ ባይ ዘ ወይ እንታይ እንታይ ምሽ ከምዚ ቤዚክስ ዘድልየና ንሳመር ንዊንተር ገለ ንገብሮ ናይ ዊንተርን ፎልን ክገብረልክን እየ ሓደ መዓልቲ ስቕ ዝታ ትዝታት እንድሕር ኣለና ከኣና ከምዚ ንጽቦ ሕጂ ጅንስ ስሙዓት እንድሕር ናይ ላዕሊ ገለ ኣለካ እዚ ጌርካ ጅንስ ጌርካ ሌዘር ትገብር ወላ ኬሞ ከኣ ፎቴ ኣነ እዚ ወተሃደራዊ ስረ ብጣዕሚ እዩ ዘንጥ ደብለካ እሱ ገለ ጌርካ እስታ ተለካ ምስ ዝኾነ ክትክደኖ ትኽእል ማለት እዩ ትጥቀመሉ ብጣዕሚ ጽቡቕ እዩ ደጋጊመ ድገዝኦ ካልእ እዚ ከኣኒ እዚ ከምሳት እዚ ዝኾነት ዝኾነት ስቶር ኣላ ኣብ ኣማዞን ድፈትዋ ፒንክ ገዚአ ነይረ ቅድሚ ሕጂ ጸሊም ገዚኤ ኔረ እዚ በርገንዲ ማለት እዩ እዚ በርገንዲ ከኣ ኣለኒ ካበይ ከም ዝገዛእኳ ካልኣይቲ እዚ ከኣ እዚኣ ከኣ ኣለሃኒ ማለት እዩ ናይ ኣማዘን ክልተ ኣለኒ ከምዚ በርገንዲ እንደገና ሓደ ሓደ ግዜ ብዙሕ ግዜ እንድሕር ጌርካዮ ክስታይ ስለ ዝኸውን ብጣዕሚ እዚ ግን ኣዘንጥ ስለ ዘብለካ ምስ ዝኾነ ነገር ሕጂ ፋሽን ስለ ዘሎ ከኣ እዚ በርገንዲ ከምኡ ኢለ ዝገዛእክዎ ማለት እዩ ጽቡቅ ትስተሮ ኣላ ከምስታት ትገዝእ ኣላ ታይ ትገዝእ ኣላ ኣብ ኣማዘን እዚ ከኣ ዝኾነ ሕብሪ ካብኡ መሪጽክን ክትገዝኣ ትኽእላ ኢኽን ግረይ ኣለኒ ፒንክ ኣለኒ ገለመለ ጸሊም ኤኒ ወይ እዚ ከኣኒ ኣብቲ ዲስክርፕሽን ባክስ ክገብረልክን ሕጂ በዚኣ ገብረና ኣለኹ ስእለኒ እንዳዘከርኩ ሽዑ ምእንቲ ድሓር ክስታይ ክገብረልክን እሳኸኣላ ማለት እዩ ካልእ እዚ እዚ ናይ ዌስት ትሬነር እዚ ኣብዚታትና ንዓጥቆ እዚ ብጣዕሚ ይጠቅም ግን ኣፀቢቕና ሸጥ ክነብሎ ይብልናን ክሕመካ ክእል እዩ ግን ኩሉ ግዜ ከምዚ ክንገብር ከዓ ፅቡቅ ብፍላይ ኣብ ገዛ ጅም ድሕር ክንከይድ ኮለና ኣብ ጅም ገለ ክንገብር ፅቡቅ እዩ ግን መብዛሕትኡ ግዜ ኣነ ኣብ ገዛ ክሰርሕ ከለኹ ወይ ንደቀይ ጨጉረን ክቁነን ከለኹ ገለ ክስታይ ክኸውን ከሎ በቃ እዚ ይገብር እየ ማለት እዩ። እዚ ቦይስ ትሬነር ብጣዕሚ ጽቡቕ እዩ። ነዚ ከብዲ ከዓ ጽብ የቐጢነ ዘለኹ ገጸይ ክስታይ ስለ ዝኾነ እዩ እምበር ገጸይ ኣይቀጥን እየ ምስ ቆጠንኩ ገጸይ ኣይቀጥን እየ እምበር ኣጸቢቐ ቀጢነ ዘለኹ ጽቡቕ ማለት ኣመጋግባ እየ ኣመሓይሸ ገለ ሳመር ገለ ዝሓለፈ ሰለስተ ወርሒ ገለ ዝጠፋእ ኮደ የገበርኩ ቢዚ ከለኹ ብጣዕሚ እየ ሸዕሮ ቢደ ነይረ ወላ ገጸይ ወላ ገለ መለ ወላ ክሳደይ ሕጂ ግን ብጣዕሚ ጎዲለ ኣለኹ ጽቡቅ እንዳበላ ዓመት ብዙሕ ደ ዝሄብ እንዳበላዕኹ እንደገና ሰዓታት ካሉ ደ በላዓሉ ድምፂ ከምዚ ክንደይ ሰዓታት ዲፈረንስ ደለኹ ከምኡ ድሕር ቪድዮ ደለ ክንገብረልኪ ንኽእል ኣጸቢቀ ጎዲለ ደለኹ እንደገና ዋክ ከዓ ገብር ኣለኹ መዓት ዋክ ይገብር ልዕሊ ዓሰርተ ሽሕ ስቴፕስ ገለ ዋክ ገብር ስቴርስ ዝኸይድ ገለ በቃ ፅቡቅ እየ ዝገብር ዘለኹ ሎሚ Anyway እዚ ከኣኒ ብጣዕሚ እዩ ድሕግዝ ከብድኻ ከምዚ ክስታይ ይገብሮም እንተ ኣጸቢቕና ሸጥ ክነብሎ ይብልና ክሕመና ስለ ዝኽእል ግን እዚ ወይስ ትሬነር ብጣዕሚ ጽቡቕ ጽቡቕ ስለ ዝኾነ ጽቡቕ እቲ ካብ ኣማዞን ዝገዛእክዎ እዩ እዚ ከዓ ኣብቲ ዲስክሪፕሽን ባክስ ገብረልክን እየ ናይ ሎማዓንቲ ቪድዮ እዚኣ ትመስል ሳብስክራይብ ድሕር ደይገበርክን ኮንክን ሳብስክራይብ ከይገበርክን ኣይትውፃ እናተ ቻነል ብጣዕሚ ጽቡቕ ጽቡቕ ዝበልክዎ ነገር እየ ደምፃልክን ንኹልና ሃና ትጠቅም ማለት እዩ ላይክ ከዓ ከይገበርክን ኣይትውፃ ላይክ እንድሕር ጌርክንኦ ካልእ ሰብ ከዓ ደይ ደዝ ናተይ ቻነል ደይ ፈልጦ ከኣ ይሪኦ ማለት እዩ ብጣዕሚ እየ ደመስግነክን የቀንየለይ ኣብ ቀጻሊ ብካልእ ክሳብ ንራከብ ከኣ ብሰላም የራክበና ባይ